መስትያት ቤትና። ቪክቶር ኦርባን ብ1963 ዓ ም ድሕሪ ምውላዱ ካብ 2010 ንደሓር ን16 ዓመታት ንሃንጋሪ መሪሑ። ቪክቶር ኦርባን ኣብ ውሽጣዊ ፖለቲካዊ ጉዳያት ሃገሩ ሓያል ቁጽጽር ኣብ ልዕሊ ማዕከናት ዜናን ትካላት ፍትሕን ብምክያዱ ይንቀፍ ነይሩ። ኣብ ጉዳይ ስደተኛታት እውን ኣሉታዊ ዝኾነ ተሪር መርገፂ ዝሓዘ መራሒ ከምዝነበረ ይፍለጥ። ኣብ ወፃኢ ጉዳያት ምስ ኣውሮጳዊ ሕብረት ስምምዕ ኣይነበሮን። ምስ ሩሲያን ቻይናን ግን ምድንጋፃት የርእይ ነይሩ። ትራምፕ እውን ቪክቶር ኡርባን ዓርኩ ከምዝነበረ ተዛሪቡ ኣሎ። ኮይኑ ግን ቪክቶር ጽቡቕ ጎኒ ውን ኣለዎ። ኣብ እዋን ዘመነ ስልጣኑ ሃገሩ ሃንጋሪ ዝተረጋገእት ኔራ። ንረብሓ ሃገሩ ቀዳምነት ዝህብ ፖለቲከኛ ምንባሩ ምስጢር ኣይኮነን። ሃንጋሪ ብቑጠባ ንቕድሚት ንኽትስጉም ውን ተራ ተጻዊቱ እዩ። ኮይኑ ግን ህዝቢ ሃንጋሪ ለውጢ ስለ ዝደለየ ኣብ ዝሓለፈ ቀዳመ ሰንበት ኣብ ዝተኻየደ ሓፈሻዊ ምርጫ ቪክቶር ኡርባን ብገፊሕ ተሳዒሩ። ብልሽውና ብምስዕራሩ፣ ዘይዕጉብነት ህዝቢ ብምዕብላሉ፣ ምስ ኣውሮጳዊ ሕብረት ዘይምርድዳእ ብምግፍሑን ካልእን፣ ህዝቢ ሃንጋሪ ነዚ መራሒ ይኣኽለካ ኢልዎ። ብ ሽሕን ትሽዓተ ሚእትን ሰማንያን ሓደን ዝተወልደ ንሓድሽ መሪሕነት ሃንጋሪ ዝተመርጸ ፖለቲከኛ፣ ሃገሩ ምስ ኣውሮጳዊ ሕብረት ንኽትቀራረብ፣ ዴሞክራሲ ንኸተሕይል፣ ነፃነት ዘለዎም ናይ ፍርዲ ትካላት ንኸተዕቢ፣ ኣንፃር ብልሽውና ንኽትቃለስን ንሓርነት ፕረስ ደው ንኽትብልን ጥዕና ዘለዎ መንግስቲ ክተክል ትፅቢት ይግበረሉ። እዚ ታሪኻዊ ምርጫ እዚ ንቻይና፣ ሩስያ፣ ትራምፕን ኣብ ኣውሮጳ ዘለዉ ዓቃባውያንን ዘሕጎሰ ውፅኢት ኣይኮነን። ንዝሃነፆ ናይ ዓቃባውያን ፅምዶ ዘፍርስ እዩ። ህዝቢ ሃንጋሪ ግን ዓቢ ተስፋ ገይሩ ኣሎ። ብውጽኢት ምርጫ'ውን ኣመና ተሓጒሱ'ሎ። ዩክረይን'ውን ኣውሮጳዊ ሕብረት ክህባ ንዝሓሰበ ለቓሕ ደው ዘበለ መራሒ ካብ ስልጣኑ ስለዘልገሰላ ካብቶም ዝተሓጎሱ ወገናት ኮይና ከምዘላ ይግለጽ። ሃንጋሪ ድሕሪ'ቲ ሓያል መራሒኣ ሓድሽ ጉዕዞ ጀሚራ'ላ። እዛ ብዙሕ እዋን ኣርእስቲ ዘይትኸውን ሃገር ግን ከመይ ዝበለት'ያ?

ኣብ ሽሕን ሸሞንተ ሚእትን ሰብዓን ሰለስተን ዓመተ ምህረት ብሩባ ዶናው ተፈላልየን ዝነበራ ክልተ ቡዳን ፔስትን ዝተባህላ ከተማታት ሕብረት ምስ ፈጠራ ነዛ ሎሚ ኣብ ኤሮጳ ተፈታዊት ዝኾነት ከተማ ቡዳፔስት ወለዳ። ቡዳፔስት ናይ ሃንጋሪ ርእሰ ከተማን ኣደ 1.7 ሚልዮን ነበርታን ዝኾነት ዓባይ ከተማ እያ። ናይዛ ከተማ ኩነታት ኣየር ኣብ ሓደ እዋን ኣዝዩ ቆራሪ ኮይኑ ኣብ ካልእ ግዜ ድማ ሙቐቱ ኣይጸወርን። ሒደት ኣዋርሕ ግን ጥዖም ዝኾነ ንወዲ ሰብ ዝሰማማዕ ኩነታት ኣየር ኣለዋ። ኣብ ሃገርና ንዓና ወኪሎም ፖለቲካ ክሰርሑ ብህዝቢ ዝተመርጹ ኣባላት ባይቶ የብልናን። ኣብ ሃንጋሪ ግን ካብ ዓለም ብዕቤቱ ካብ ቀዳሞት ዓሰርተ ዝኾነ ኣብ ከተማ ቡዳፔስት ዝርከብ ናይ ባይቶ ህንጻ ኣለዎም። እቲ ህንጻ ብዘይካ ቦታ ስራሕ ኣባላት ባይቶ ሃንጋሪ ከም መስሕብ በጻሕቲ ሃገር ኮይኑ'ውን የገልግል። ነዚ ህንጻ ብግዳም ኣብ ዝኾነ እዋን ብነጻ ምዕዛቡ ይከኣል። ናብ ውሻጢኡ ኣቲኻ ሒዝዎ ዘሎ ግሩም ቅዲ ህንጻ ንምዕዛብ ግን ቅድሚ ሳምንታት ቆጸራ ክትሕዝ ኣለካ። ዝኽፈል ከፋፊልካ ከኣ ኣብ ቆጸራኻ ተረኺብካ ክትዕዘቦ ትኽእል። እዚ ትዕዘብዎ ዘለኹም ህንጻ ባይቶ ሃንጋሪ ካብ ሽሕን ሸሞንተ ሚእትን ሰማንያን ሓሙሽተን ክሳብ ሽሕን ትሽዓተ ሚእትን ኣርባዕተን ኣብ ዘለዉ ዓመታት ተሰሪሑ። እቲ ዘሕዝን እቲ ነቲ ህንጻ ዝኸውን ናይ ኣርክቴክ ስራሕ ዘርቀቐ ሰብ እዚ ህንጻ ተሃኒጹ ንኽውዳእ ቅሩብ ምስ ተረፎ ሙማት እዩ። እዚ ህንፃ እዚ ኣብ ዓሰርተ ሸሞንተ ሽሕ ትርብዒት ሜትር ኮፍ ዝበለ ህንፃ ኮይኑ ከምቲ ዝበልናዮ ኣብ ዓለምና ካብቶም ዝዓበዩ ህንፃታት ባይቶ ሓደ እዩ። ዒስራን ሸውዓተን መእተዊ ደጌታት፣ ዓሰርተ ናይ ውሽጢ ቀፅርታት፣ ኣስታት ሽዱሽተ ሚእትን ቴስዓን ሓደን ክፍልታት፣ ሰለስተ ሚእትን ሱሳን ሓሙሽተን ንኣሽቱ ግምብታት የጠቓልል። እዞም ንኣሽቱ ግምብታት ንቑፅሪ ኣብ ሓደ ዓመት ዘለዉ መዓልታት ይውክሉ። ንህንጻ ባይቶ ሃንጋሪ ንምዕዛብ ኣብ ዓመት ኣስታት ኣርባዕተ ሚእቲ ሽሕ በጻሕቲ ሃገር ናብዚ ይመጹ። ኣስታት ሓደ ሚልዮንን ሽዱሽተ ሚእቲ ሽሕን ዩሮ ኸኣ ንመእተዊ ቲኬት ይኸፍሉ። እዚ ኣብ ገማግም ሩባ ዶናው እንዕዘቦ ዘለና ጫማታት ዓቢ ዘሕዝን ታሪኽ ዝሓዘ'ዩ። ኣብ ሽሕን ትሽዓተ ሚእትን ኣርብዓን ኣርባዕተን ከምኡውን ሽሕን ትሽዓተ ሚእትን ኣርብዓን ሓሙሽተን ኣብ ጀርመን ዝነበረ ስርዓት ናዚ ኣብ መላእ ኤውሮጳ ንዘርኢ ኣይሁድ ንምጽናት ከቢድ ግህሰት ሰብኣውነት ዝፍጽመሉ ዝነበረ እዋን እዩ። ኣብ ሃንጋሪ ዝነበረ ሓደ ፋሽሽታዊ ላቲካዊ ሓይሊ ምስ ስርዓት ናዚ ጀርመን ይደናገጽ ስለ ዝነበረ ኸኣ ነቶም ኣብ ሃንጋሪ ዝነበሩ ኣይሁዳውያን ክቐትሎም ወሰነ። እቶም ኣይሁዳውያን ጥራሕ ስለ ዝኾኑ ብሓይሊ ተታሒዞም ኣብ ገምገም ሩባ ዶናው ደብ ክብሉ ዝግደዱ ዝነበሩ ኣይሁዳውያን ቅድሚ ተረሺኖም ሬስኦም ናብ ማያት ሩባ ዶናው ምድርባዩ ክዳውንቶም ብፍላይ ከኣ ጫማታቶም ከውፁ ይንገሮም ነይሩ ምኽንያቱ እቲ ጫማታት ዝያዳ ክብሪ ስለ ዝነበሮ ምስኦም ክጓሓፍ ይድለይ ነበረን ኣብ ክልተ ሽሕን ሓሙሽተን ዓመተ ምህረት ነቶም ሽዑ ብሕማቕ ዝጠፍኡ ኣይሁዳውያን ንዝኽሪ ክኸውን እዚ ናይ ጫማታት ሓወልቲ ኣብ ቦታ መርሸንቲ ተሰሪሑ ኣሎ ነዚ ናይ ዝኽሪ ሓወልቲ ብነፃን ኣብ ቃሕ ዝበለካ ሰዓትን ምዕዛብ ይከኣል ቡዳፔስት ጥንታዊት ከተማ ስለ ዝኾነት ኣብ ውሽጣ ነዊሕ ዓመታት ወይ ክፍለ ዘመናት ዘቕጸሩ ቤተ መንግስታትን ኣደነቕቲ ህንጻታትን ኣለዋ። ቅድሚ ናብቶም ጥንታውያን ቤተ መንግስታት ምኻድና ግን ናብ ሓንቲ ቤት ቁርሲ ክንወስደኩም። እዛ ቤት ቁርሲ ቤት ቁርሲ ኒውዮርክ እያ ትበሃል። ኣብ ዓለምና ካብ ዘለዉ ቤት ቁርስታት ከኣ እታ ዝጸበቐት ከም ዝኾነት ይንገረላ። ናብ ከተማ ቡዳፔስት እንተ ተዛዊርኩም ግድን ብጽሕዋ። ዋጋ ሻሂ ወይ ካልኦት ቀረባት ካብ ኣብ ካልእ ቤት ቁርስታት ብዕጽፍታት ዝኸበረ ስለ ዝኾነ ግን ገንዘብ ክትማልኡ እንከለኹም ኣይተውሕዱ። ቅድሚ ናብቲ ቤት ቁርሲ ምኻድኩም እውን ኣቐዲምኩም ቦታ ኣሎን የለን ኣረጋግጹ፣ ምኽንያቱ እዚ ቤት ቁርሲ እዚ ወትሩ ብበጻሕቲ ሃገር ምሰዕለቕለቐ እዩ። ብቕዲ ኢጣልያውያን ብዕለት ዒስራን ሰለስተን ጥቅምቲ ሽሕን ሸሞንተ ሚእትን ቴስዓን ኣርባዕተን ዝተኸፍተት ቤት ቁርሲ ኒው ዮርክ መራኸቢት ዓበይቲ ደረስቲ፣ ጸሓፍትን ኣገደስቲ ሰባትን'ያ ነይራ። ድሕሪ ምዝዛም ካልኣይ ኲናት ዓለም ኣብ እዋን ኮሚኒዝም እዛ ቤት ቁርሲ ካብ ኣገልግሎት ደው ኢላ። እቲ ህንጻ ከኣ ከም ናይ ስፖርት ናውቲ ዝሽየጠሉ ዕዳጋን ቤት ጽሕፈት ናይ ጉዕዞ ወኪልን ኰይኑ የገልግል ነይሩ። ኣብ 2001 ሓደ ናይ ኢጣልያ ትካል እንደገና ከም ቤት ቁርሲ ክጥቀመላ ሓቲቱ ስለ ዝተፈቕዶ ቤት ቁርሲ ኒውዮርክ ኣብ 2006 ዳግም ስራሕ ጀሚራ ሎሚ ኣብ ቡዳፔስት በጻሕቲ ሃገር ካብ ዝዕዘብዎም ቀንዲ መስሕብ ኮይና ድማ ተገልግላላ ኣብ ስግር ሩባ ዶናው ኣብ ምዕራባዊ ሸነኽ ከተማ ቡዳፔስት ዝርከብ ናይ ቡዳ ቤተ መንግስት ንፈለማ እዋን ኣብ 13 ክፍለ ዘመን ዝተሃንጸ ኮይኑ ዝተፈላለዩ ነጋውስን ስርዓታትን ዝተጠቕምሉ ቤተ መንግስት እዩ። ካብ ሽሕን ሓሙሽተ ሚእትን ኣርብዓን ሓደን ክሳብ ሽሕን ሽዱሽተ ሚእትን ሰማንያን ሽዱሽተን ናይ ንግስነት ዑስማን ነቲ ከባቢ ምስ ተቖጻጸሮ ብዙሕ ክፋሉ ዓንዩ። ኣብ ዓሰርተ ሸሞንተ ክፍለ ዘመን ግን እንደገና ተጸጊኑ። ብድሕሪ እዚ ኣብ ሽሕን ትሽዓተ ሚእትን ኣርብዓን ኣርባዕተን ከምኡውን ሽሕን ትሽዓተ ሚእትን ኣርብዓን ሓሙሽተን ኣብ እዋን ካልኣይ ኲናት ዓለም ብኸቢድ ተሃስዩ። ኲናት ምስ ተወደኣ ኸኣ ምትዕርራያት እናተኻየደሉ ሎሚ መስሕብ በጻሕቲ ሃገር ኰይኑ ምንጪ ናይ ቱሪዝም እቶት ኰይኑ ኣሎ። ሎሚ ኣብዚ ቤተ መንግስቲ ዝኾነ ንጉስ የለን። ኣብ ክንድኡ ናይ ሃንጋሪ ሃገራዊ ጋለሪ፣ ታሪኻዊ ቤተ መዘክር ቡዳፔስት፣ ሃገራዊ ቤት ንባብን ካልእን ሓቚፉ ኣገልግሎት ይህብ። ኣብዚ በሪኽ ቦታ ኮይንካ ንከተማ ቡዳፔስት፣ ንሩባ ዶናውን ኣብቲ ሩባ ዝመላለሳ ንኣሽቱ ጀላቡን መራኽብን ምስ ንዓይኒ ዝማርኹ ድልድላትን ክትዕዘብ እንከለኻ ፍሉይ ዕግበት ኣለዎ። ጽባቐ ቡዳፔስትን ውሕልነት ሃነጽታን ከኣ ኮፍ ኢሉ ይረኣየካ። ጽሬት እዛ ከተማ ይበል ዘብል እዩ። ከም ኣብ ኩሉ ሃገር ኣብዛ ከተማ እውን ገበናት ኣለዉ። ኮይኑ ግን ቡዳፔስት ካብ ከተማታት ሮማ፣ ፓሪስን ለንደንን ንላዕሊ ውሕስነት ዘለዋ ከተማ እያ። ክቡራት ተኸታተልትና ደጋጊምና ሩባ ዶናው ክንብል ስለ ዝጸናሕና ምናልባት ንምክታል ክጥዕመኩም ብዛዕባ ሩባ ዶናው ገለ ክንብለኩም። ሩባ ዶናው ምንጩ ካብ ጀርመን እዩ። ብሩማንያን ዩክሬንን ኣቢሉ ኸኣ ናብ ጸሊም ባሕሪ ይፈስስ። ኣብ ኤውሮጳ ብንውሓቱ ኣብ ካልኣይ ደረጃ ይስራዕ። 2850 ኪሎ ሜትር ዝርግሐ ኣለዎ። ንዓሰርተ ሃገራት ከኣ ይበጽሐን። ጀርመን፣ ኦስትርያ፣ ስሎቫክያ፣ ሃንጋሪ፣ ክሮኤሽያ፣ ሰርቢያ፣ ቡልጋርያ፣ ሩማንያ፣ ሞልዳቭያንን ዩክሬንን ሩባ ዶናው ይማቐላ። ሩባ ዶናው ንርእሰ ከተማታት ቬና ኦስትርያ፣ ብራቲስላቫ ስሎቫክያ፣ ቡዳፔስት ሃንጋርን በልግሬድ ሰርብያን ሰንጢቕወን ስለ ዝሓልፍ ፍሉይ ድምቀት ይህበን። ከተማ ቡዳፔስት ብዘይካዚ ኣዝዮም ጥንታውያን ኣብያተ መቕደሳትን ቤተ ክርስቲያናትን ኣለዋ። ካብዚኤን እታ ዝዓበየትን ዝና ዘለዋን ቤተ ክርስቲያን ቤተ ክርስቲያን ቅዱስ እስጢፋኖስ ባዚሊካ እያ። እዛ ቤተ ክርስቲያን ብቐዳማይ ንጉስ ሃንጋሪ ብንጉስ እስጢፋኖስ ቀዳማይ እያ ተጸዊዓ። እዚ ንጉስ ኣብ ሽሕን ሰማንያን ሰለስተን ዓመተ ምህረት ቅዱስ ከም ዝኾነ ኣፍልጦ ዝረኸበ ንጉስ እዩ። እዛ ቤተ ክርስቲያን ንኽትስራሕ ኣስታት ሓምሳ ዓመታት ወሲድላ። ኣብ ውሽጢ ቤተ ክርስቲያን ሓደ ቅዱስ የማናይ ዝበሃል ስፍራ ኣሎ። ኣብቲ ቦታ ናይ ንጉስ እስጢፋኖስ የማናይ ኢድ ደሪቑ ተቐሚጡ ይረኣ። ወትሩ ሰኑይ ሰዓት ኣርባዕተን ፈረቓን ድሕሪ ቐትሪ ከኣ ናይ ኦርጋን ኮንሰርት ይካየድ። ኣብ ከተማ ቡዳፔስት ብዙሓት ድልድላት እኳ እንተለዉ ንሰንሰለታዊ ድልድል ዝዳረግ ዝና ዘለዎ ካልእ ድልድል ግን የለን። እዚ ድልድል እዚ ኣብ ሽሕን ሸሞንተ ሚእትን ኣርብዓን ትሽዓተን እዩ ተሃኒጹ። ኣብታ ከተማ ናይ ፈለማ ድልድል ኮይኑ ከተማታት ቡዳን ፔስትን ንኽራኸባ ምኽንያት ዝኾነ ድልድል ስለ ዝኾነ ኣዝዩ ግኑን ስም ኣለዎ። ከተማ ቡዳፔስት ካብዚ ክንገልጾ ዝጸናሕና ዝዓሙቕ ታሪኻውን ባህላውን ጽባቐታት ኣለዋ። ሃንጋሪ ዓባይ ሃገር ኣይኮነትን። ሓፈሻዊ ቁጽሪ ህዝባ ካብ ትሽዓተ ሚልዮንን ፈረቓን ኣይሓልፍን። ስፍሓት መሬታ ካብ ኤርትራ ትንእስ። ቴስዓን ሰለስተን ሽሕ ትርብዒት ኪሎ ሜትር ጥራሕ እያ። ምንኣስን ምውሓድን ከይዓጀባ ግን ጽባቒኣ ዓቂባ ትኸይድ ኣላ።
መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ